ሰላም ክቡራት ተኸታተልተይ ከመይ እኒኦኹም? ኣነ ሰላም እየ እግዚኣብሔር ይመስገን። ከማይ ሰላም ስሉ በዓልቲ ምሉእ ተስፋ እየ። እምበኣር ከስ ናይ ዝሓፍትና ኣዕሪና ድምፂ ንኹና ማለት እዩ። መጀመርያ ከምኣ ዝበላ ጀጋኑ ይብዝሓ እግዚኣብሔር ኣምላኽ ኣብ ዓብዪ ደረጃ በፂሓ ካብቲ ቁስሊ ሓውያ የርእየና። ካብኡ ከዓ ነውራማት ይበሃሉ እምበር እዚኦም ሰባት ኢልካ ንምግላፅ ኣዝዩ ዝኸብድ እዩ። ምቕናይ ሃይለ ሚካኤል ምኽሪ ንደቂ ኣንስትዮ ኣሕዋተይ ካብዚ ሓፍትና ትምህርቲ ውሰዳ እዚ ሓፍትና ኣብ ኣብ ጂዛን እያ ትነብር ሓንቲ ማሓዛኣ ነይራታ ምሳ ወዳት ተማኺራ ገንዝብ ተኸፊላ ናብ ሓደ መዘና ተጫዊትና ንምፃእ ብምባል ሸዊዳ ናብቲ ገዛ ብምውሳድ እታ ማሓዛኣ ማሓዛ ምስ ትግሬ ገዛኣ ዓፅያ ሓደ ክላስ እታ ብገርህነታ ዝኸደት ሓፍትና ድማ ኣብኡ ዝጸንሐ ወዲ ራያ ዝበሃል ንዒ ደቅሲ ምሳይ ናብዚ ገዛ ዝመጻኹኮ ምሳይ ክትሓድሪ እዩ ኢሉ ብኻራ ብምፍርራሕ ኣብ ኢዳ ምስ ወቕዓ ኡይ ኢላ ተቓሊሳቶ። እታ መሓዛ እውን መጺኣ ንምንታይ ኡይ ትብሊ ሰብ ተሰምዐኸ ኢላ ብጥርሙዝ ከምቲ ትርእይዎ ርእሳ ወቒዓታ። እቲ ወዲ ራያ ንዝተወሰነ መዓልታት ሓኪም ኣምጺኡ እናሓከማ ምስ ቀነየ ኣጋጣሚ ናብ ኤምባሲ ጠርዓን መጺኡ። እቲ ብኻራ ዝወግኣ እውን። መጺኡ ተሓታቲ ኣገዲዱ ክደፍራ ምስ ኣበየቶ ብኻራ ኣብ ኢዳ ከም ዝወቕዓ ኣሚኑ። ርእሳ እውን እታ መሓዝኣ ከም ዝወቕዐታ ኣሚኑ። ይኹን ደኣ'ምበር ቅድሚ ሕዚ ውልቀ ሰባት ካብቶም ኤምባሲ ዝጠየቕዋ ሰባት ከም ዝነበሩ ገጽ ከም ዝኸልአቶም ይዝረብ ነይሩ። ሕዚ ከምዚ ምስ ኣጋጠማ ግን ፍትሒ ክትረክብ ኣይከኣለትን። እሰይ ዝዓይነቱ እዩ ነይሩ። ካብኡ ግን ካብ ገዛኻ ንደገ ኣውጺእኻ ኣባርራ ዝብል ፍትሒ ሂቦምዎ። ወዲ ራያ ማንም ሰብ እዩ ዝፈልጦ። ኣብ ጂዛን ካርጎ ዝሰርሕ እዩ። ንሱ'ውን ካብ ገዝኡ ናብ ሻርዕ ከምዚ ኢላ እናተሳቐየት ኣውጺኡ ኣባሪርዋ። ስለዚ ከምዚ ነገራት ኣሕዋተይ ከጋጥመክን ዓቢ ጥንቃቀ ግበራ መሓዛ ምረጻ በዚ ሎሚ ዋይይ በስመ ኣብ ወልድ መንፈስ ቅዱስ ዋህድ ኣምላክ ግዜ ብጣዕሚ ዘፍርሕ ግዜ ኣሕዋተይ ማዕረይን እና ናይ መሓዛ ጉዳይን ናይ መሓዛ ሽግርን ቀደሙ ዝፀንሐ እዩ። ግን ኣብዚ ዓዲ ዝሐሸ ኢለ ዝኣምነሉ መሓዛ እዩ ነይሩ ማለት ይኸድ ምስ መሓዛይ ወይ ምስ መሓዛይ ርክብ ኣለኒ ማለት ዘይኮነ እንኳን ሓበሻ ብፊሊፒን ካሊእ ዓዲ ዋላ ሰራሕተኛ እንተረኺብና ወይ ተሪእና ድንግፅ ኢልና ኢና በቃ ከም እታ ነብስና ኣብ ቦታኤን ጌርና እታ ሂወት ዘለናያ ኣብ ሂወትና ጌርና እና እንኸይድን እንድንግፅን ማለት እዩ ስደት ስለ ዝኒኤና ኣነሲ መጀመርያ ናብዛ ዓዲ ክመፅእ እናሃለኹ ኣብ በረኻ እየ ነይረ ኣብ በረኻ ክኣቱ ከለኹ ኣብቲ ወሰን ናይ ስዑዲ ፊፋ ዝተብሃለ ቦታ ነይረ ሀዚ ኣፍቱ ቦታ ኣፍቱ እንቶም ገዛ ዝሰርሐሎም ምስ ኣብ ዳቦኡ ምስ ሓበሻ ጸኒሓትኒ ጓለው ብላዕ ማለት እዩ በቃ ከምዚ ጓል እኔ ትፈልጥልኩም ከምዚ እኔ መዓረይ እኔ መዓረይ ዝወለደትለይ እምበር ሰብ ዝረኸብኩ ይጠዓመንን መቤታችን መልክዓ እውን መቤታችን ኣትመስል ተዋልዓ ተግባራ ከኣ ልክዕ ከምኡ ቅድስቲ ስቁኢላ እዝሄር ዝባረካ ያው ክልተ ዓመት ተደዋዊልና እንተኣላለ ሻቤለኺ ታይ ኢኺ ተባሂልና ሓደ ዓመት ብሓደ ናፍቲ ናፍቲ እናበልና ነርና ክልተ ዓመት ብድሕሪኡ ሰለስተ ዓመት ጠቕላላ ብሓባር ፀኒሕና ብድሕሪኡ ክረኽባ ኣይከኣልኩን ዘይጠየቅክዎ ሰብ የብለይን ብጣዕሚ በቃ ዝፈትዋ ዘኽብራ እቲ ዝገበረትለይ ሽዑ ክርስዖ ዘይክእል እሞ መጀመርያ መፅየ ካብ ባሕሪ መፅየ ናብ ስራሕ ይኣትየ ከም ንቡር ዳእጃዛ ኣይኣተኹን ያው ማእብቃሲ ኩሉ ሰብ ከምኣኡ ዝመስለኒ ኩሉ ሰብ በቃ ኣብዚ ዓዲሲ ማንም ዝባቋበቕ ዝፋቐር ዝፋቶ እምበር ሕስድና ዝሓስብ ተንኮል ዝሓስብ ሕማቕ ዝሓስብ ቀደም ዝቐረየ ቀደም ደኣ ዘሪፎም ይወስድወን ይበሃል ቆልዑት ኮይነን ወይ እንተኸሊኦም ውን ቶም ስድራት ዘሪፎም ወሲዶምወን ይበሃል ንሰምዕ ፀኒሕና ብወለዲ ወይ ከዓነ ዝኾነ ከምዚ ዓይነት ስምዒት ከምዚ ንሰምዖ ዘለና እውን የጋጥም እዩ ትምህርቲ ኣብ ገለ ይበሃል ንሰምዕ ኢና ዋላ በዓልትና ተዘይበልናዮስ ከምዚ መሓዝኣ ከምዚ ገይራታ ብሰንኪ መሓዝኣ ንብልና እተን በዓልተን ከይደን እናበኸያ ከይኣኽለናስ እዚ ከዓ ኣገዲድካ ምድፋር እቲ ነውራም ስራሕ እዩ። እቲ ወዲ እውን ዓገብ ክበሃል ብሕጊ ክሕተት ብሽም ጓል ተነስተይቲ ይግባእ። ምክንያቱ ዘይለመዶ ነገር ኣይገብርን። ድሕሪ ሕዚ እውን እንድሕር ሕዚ ሸለል ተቢሉ ከምኡ ክፍፅም ይኽእል እዩ። ድሓር እዛ ቆልዓ እዚኣ ተጠኒሳ ከምቲ ትማሊ ብጭው ነብለለን ነበርና ከምኡ ክንባጭወላ ማለት እዩ። መን ከ ክኣምነካ እና ኣሕዋተይ ማዓረይ እቲ ጥንቃቀ ኩሉ ግዜ ምጥንቃቅ ጓል ትንሽተይትን ማንም ይኹን ማንም ክንጥቀቅ ንቡር እዩ ዳሕራይ ዳሕራይ ኣይድልየካን ባዕልኻ ትፈልጥ ኢላ ነብሳ ተኸላኺላስ እዚኣ ክትድነቕ ይግብኣ እሙ ብዝሎሚ ኣብ ዝኸድኦ ካብ ንቡር መሲልዎ ዘሎ ሰብ ዝሙት ካብ ንቡር ከም በቃ ከም ፍቓድ ከም ምንም ማለት ዘይኮነ ሓሲብዎ ዘሎ ሰዓት እዛ ቆልዓ ከየድነቕክዋ ክሓልፍ ኣይደልን። ብጣዕሚ ማለት እዩ ብጣዕሚ እየ ኣድኒቐያ ብጣዕሚ ከዓ ደስ ኢሉኒ። ፈተና ዘሎ ኮይኑ እቲ ዘጋጠማ ሽግር ዘሎ ኮይኑ እቲ ከምዚ ኢላ ዋላ ትንታእ ንክብራ ምክልኻል ጅግና እያ ኣብ ጎና ኩኑ ኣብ ጥቃ ቤተሰባ ይኩን ኣሕዋታ ይኩን ሞራል ሃብዋ። እዚ ሰብ እዚ ግን ብሕጊ ድዩ ብሓው ድዩ ኣደብ ክገብር ይግባእ ከምኡ ዓይነት ዝሰርሑ ሰባት ከዓ ኣብ ክንዲ ምትብባዕ ኣብ ክንዲ እጆኹ ናብ ስራሕ ክንኩና ምባል ናብ ዘይተደለየን ናብ ዘይኮነ ሓሳብን ናብ ዘይኮነ ስራሕን ድሕሪኡ ብሃንደበት ኣመፅያ ከምዚ ይገርናያ እንታይ ኢሎም ኢዶ መባጨውን ምስሓቕ ሰብን ዝኾና ዘለዋ ከይኣኽልናስ እተን ነብስና ክንሕሉ ኢና ዝበላ እኳስ ኣብ ጎነን ክንኮን ይግባእ። እዛ ቆልዓ እዚኣ ከዓ እግዚኣብሔር ኣምላኽ ትቆስሊ ቆስሊ ከልቢ ይግበረላ፣ ናብ ንቡር ይምለሰላ። እታ ነውራም ሓዛ ከዓ ነውራም ንሓፈረት የንብራ። ያው እቲ ንጽህና እዩ ከምዚ ኢሉ ክወፅእ ገይርዎ እና እምበር ንጽህቲ ተዘይትኾን ከምዚ ኢሉ እውን ናይ ምወጸን ነይሩ ነዛ ቆልዓ እዚኣ ግን ስነ ልቦናኣ ከይትጉዳእ ሕማቕ ዘረባ ከይዛረብዋ የው ጽቡቕ ሓሳባት ይጽሓፍ ይርኢ ኣለኹ ብዝበለጸ ከዓ ቤተሰባ መሓዙታ ናይ ብሓቂ ቤተሰበ ዝኾንኩም ኣብ ጎና ኩኑ ወይ ከዓ እትፈልጥዎ ሰባት ኣብ ጎና ንኹን ፍትሒ ክትረክብ ኣለዋ ካብኡ እውን ከምኡ ዓይነት ፍፃሜ ክፍፀም ከም ዘይብሉ ኣደብ ክገብር ከም ዘለዎ እውን መልእኽተይ ከሕልፍ ይፈቱ እግዚኣብሔር ኣምላኽ እንታይ እሞ እየ ብእውነት እንታይ እሞ እየ ክብል ከምዚ ዓይነት ጅግና ጓል ተነስተትሲ ኩልና ከምኡ እንተንኾን ምስሓቕ ሰብ ኣይምኾናን ኩልና ማለት የጋጥም እዩ ጓል ጓል የጋጥም እዩ ኣይሃብካ ኣየውርድ ሕጊ ናይዛ ዓዲ እኮ መጀመርያ ንኣና እዩ ጠቒምና ንማንም ኣይጠቐመን ኣይምሰራሕናን ሞያ ኣይምኾናን ንዓድና እዮም ተመለስና ምስኡ እኳስ ክንደይ ክፉእ እኒኦ ማለት እዩ እና ፈሪሖም መርሓልዮም ወይ ከዓ በዓልና እንተዘይኮይኑ ንብሎ መንገዲ ዝፈጥረልና እዚ ሕጊ ናይ ዝዓዲ ክምስገን ይግባእ ምክንያቱ ፈሪሖም በዓልና እንተዘይከይድናዮም መብዛሕትኡ ብዙሕ ዘይሸግሩና ኢለ ኣይሓስብን ነይረ ንመጀመርያ ግዜ ዳርጋ ይሰምዕ ኣለኹ እሞ ከዓ ሓበሻ ክልቲኦም ነውራማት ተረኺቦም ኣለዉ ከምዚኦም ነውራማት ከየቐፅሉ ከዓን ኣደብ ክገብሩ ትስቢ ሕግን ተስቢ ሓው ኣደብ ክገብሩ